ሰላም ሰላም ክቡራት ተኸታተልቲ መደብ ብርሃን ሪከርድስ ከመይ ትጸንሑ? ብተመሳሳሊ ዕለት ንሎሚ እውን ዕዱም ጋሻ ሒዝናልኩም ቀሪብና ኣለና። ክሳብ መወዳእታ ክትከታተሉና እንዳዓደምና ቻናልና ብርሃን ሪከርድስ ሰብስክራይብ ዘይገበርኩም ሰብስክራይብ ብምግባር ከምኡ እውን ንዕዱም ጋሻና በዛ ትስዕብ ቁጽሪ ቴሌፎን ክትረኽብዎ ከም ትኽእሉ ክንሕብረልኩም ንፈቱ። ቁጽሪ ቴሌፎን ሓዙ

እንታይ ድኣ ብገንኡ ናብ ስቱድዮ መጺኻ? ቆጸራናን መዓዝ ድዩ ኔሩ? ኦህ ሶሪ ሶሪ ረሲዐዮ ኔረ ብዝኾነ ስቱድዮና እሞ ከመይ ረኺብካዮ? መዘና ዘይብሉ ቴንኪ ቴንኪ ብጣዕሚ እየ ዘመስግን ስለዚ ንሕቶታተይ ንክትምልስ ዝግጁ ዲኻ? እንታይ ክምልስ እንታይ ክዛረብ ወይ ጉደይ No no don't worry ካሊእ ኣይኮነን just ስለ ፍቅራዊ ሂወትካ እዩ። እጽበ ኣለኹ እጽበ ሰላማ ፍቅሪ ንዓኻ እንታይ እዩ? ምቃለይ ጽቡቅ ኣብቲ ናይ መጀመርታ መዓልቲ ሌላኹም ምስ ረኣኻያ ከመይ ረኺብካያ? መልክዓ ኣርየሞ ሕዚ

ዛሕሊ እንዳመፀ ሰሓቓ ኣብዛ እዋን ስልካ ብኸመይ መንገዲ ተቐቢልካያ? ዝኹሉ ተመኒ ንነዊሕ ደላልየ ከም ሕሱም ደኺሜ ኳየ ቁፅሪ ስልካ ሒዘ ፅባቐ መልክዓ፣

ስምዒትካ ከመይ ነይሩ? ዕለትካ ንፈሊ ገጽ ንገጽ ክረኽባ ደቂሰ ዶ ንዒ ግን ደስ ክብለካ ጉዳይ ልብኻኸ? ናተይ ትብሎ ስፍራ ምስ ረኸበ ልቢ ልበይ ካብ ልበይ ሃደመ ነዛ ኣፍቃሪትካ ብኸመይ ኢኻ ተማሪካላ? ኣብቲ ፈለማ ቆጸራኹም

መልሳ እሞ እንታይ ነይሩ? ስቕታ መልሳ ከመይ ዓይነት ጓል ድያ? ገባር ጓል ገዛ እሺ ብወገንካ ከ ንስቕታ መልሲ ዝኾን እንታይ ኢልካያ? ደሞ ገደብዮ ውሽጥኺ ጽምደልዮ ወረሞ ገደብዮ ልብኺ እመንዮ ብድሕሪ እዚ ኸ ፍሽኽ ትብለኒ ጠቢቐ ኣብ ሕቑፎይ ለጊባ ኦ ኮንግራ ግን ብዙሕ ሓኪማትካ

ይኹን ደኣ እምበር ተባኢስኩም ኔርኩም ሰሚዔ ብምንታይ ምኽንያት እዩ? ዘረባ ኩስቶ ኩስቶ ሃየ። ክንደይ ግዜ እዩ እዚ ነገር? ሓደ ግዜ ክልተ ግዜ። ኣብቲ እዋን ደኣ እንታይ ትብላ ኔርካ?
ደሃይኪ ጠፊኡ ሽታኺ ከምኡ ዶ ግበር ከለኺ።
ካሊእኸ? ማዓረ ዕንቁ ጥራሕ ሕርቂ ፍቅሪ ናይ ናፊቀኪ ከም ትጓዝ የለ ወስኽ።
ጸጋም የማን ኩሉ ጠሚተ ሲኢነኪ ደርበየ ኣብቲ እዋን ነበረካ ስምዒት? ናብራ ፈንፊነ ንክይህሰ ደው ኢልካ ደኣ ታይ ኢልካያ? በዚ ኣጋጣሚ ክትገልጸላ እትደልዮ

ካብ ሙዚቃ ዓለም ናትካ ሮል ሞዴል መን እዩ? በረኸት መንግስታብ ታሊያ ዳዊት ሽላን ተጋሎ ኣብ ምንባር ህይወት ከቢድ ውድቀት ንዘጋጥሞም ወገናት ተሕልፎ መልእኽቲ ተሊካ። ተሪር እንተተረረ መሪር እንተመረረ ዝዘረዩ ዝደሊ ተዓቆኑ ንበል ይኽእሎ ይካረ ዘመኖ ዝኣመነ የለን ዘይክእሎ ክትውስኽ ትኽእላ ከም ፈተና ናይ ምድሮ ኣይኮነን ናይ መንብሮ ከተጽንዕ ተሓድሮ ትፍተን ቁሰብዮ ቅድም ኢኻ ትፍተን ድሓርወ ትመሃር ካልእ ሓቂ የብላ ንስያ ኮታ ምንባር ምውዳቕ ንዝኸበደኸ ምውዳቕ ዝኸቦ እንከሎ ተገፊ ስማዕ ከሎ ዜማ ተጋሩ የቐኔለይ ብጣዕሚ ዝፈትወካን ዘድንቐካን ኣርቲስት ተዳእሎ ፈለማ ዕድመይ ኣኽቢርካ ብምምጻእኻ ካብ ልቢ የመስግን ሎማዓንቲ ከኣ መዓልቲ ልደተይ እዩ so ቴንኪ ቴንኪዩ ድሕሪ ቀረፃ ብሓደ ክነኽብራ ኢና እዛ ዕለት ንሎሚ ዝነበረና ፃንሒት ነዚ ክትከታተልዎ ዝፀናሕኩም ይመስል ነይሩ ኩራት ተኸታተልቲ መደብና ሃናጻይ ነቓፋይን ርኢቶኹም ጸሓፉልና ከምኡ ውን ሸር ሰብስክራይብ ኣይትረስዑ የቐንየልና ኣብ ቀጻሊ ምስ ካሊእ ጋሻ ክንራኸብ ኢና ክሳብ ሽዑ ሰናይ ቅንያት ይግበረልኩም ባይ ባይ